ኣብ ጉዳይ ገንዘብ መስተውዓሊ ምዃን ፍቱዋት ከመይ ኣለኹም ሎሚ ኣብዚ ንኹላትና ዝኸውን ኣርእስቲ ተራኺብና ኣለና ኣብ ገንዘብ ዘለና ኣረኣእያ ንምፍላጥ እዩ ኣበይ ቦታ ከም ዘለና ንፈልጠሉን ጉድለትና ንእርመሉን እዩ ክኸውን ሓደ ሓደ ሰባት ትብሉ ብዛዕባ ገንዘብ ክዝረብ ኣይደልዩን ይኹን እምበር ንመሃሮ ንገንዘብ ንሰርሖ ንገንዘብ፣ ላዕልን ታሕትን ንብሎ ድማ ንገንዘብ እዩ። ገንዘብ ተዘየለ ናብቶም ትደልዮም፣ ናብቶም ትፈትዎም ክትበጽሕ ኣይትኽእልን። ተፍቅሮም እንተ ሓይሞሙኻ ከማን ኣይተሐክሞምን። ኣብ ሕልምኻ ክትነብር ገንዘብ ምስ ዝህልወካ እዩ። ኣብ ቤት ትምህርቲ ከለና ካብ ሰውነት ኣካላትና ጀሚሩ ክሳብ ዘይረኣዩ ረቀቅቲ ሴላት ማለት ህዋሳት ተማሂርና ኢና ኬሚስትሪ ፊዚክስ ብጣዕሚ መሰረታዊ ዝኮኑ ሓሳብ ሚሂሮሙና እዮም ናብ ቁጽሪ ምስ ንመጽእ ድማ ካብ ኣልጀብራ ጆሜትሪ ክሳብ ካልኩለስ ተማሂርና ኢና ግን ሓንቲ መዓልቲ ዋላ ትኩን ብዛዕባ ገንዘብ ኣይተማሃርናን ገንዘብ ከመይ ከም ዝተሓዝ እንታይ ዓይነት ኣረኣእያ እንታይ ዓይነት ስትራተጂ ከም ዘድልዮ ብወላ ሓደ ሰብ ኣይተነገረናን ብዙሕ ነገር እናፈለጥና ብዛዕባ ገንዘብ ግን ኣይንፈልጥን በዚ ምኽንያት ድማ ጽቡቕ ኣታዊ እኳ ተሃለወና ኣብ ኢድና ምስ ኣተወ ጥራሕና ኢና ንተርፍ። ኣታዊና ወርሒ ከማን ኣየስግረናን እዩ። መብዛሕትና ብዛዕባ ገንዘብ እንታይ እየ ክገብር ዘለኒ እንዳበልና ንጭነቕ ኢና። እቶም ናይ ዓለምና ሃፍታማት ሰባት ንደቆም ብጊዜ ንእስነቶም ብዛዕባ ገንዘብ ዳመሃሩ ይዕብይዎም። ምኽንያቱ ንሳቶም ካብቲ ሕጊ ናይ ዓለምና ኣመሃህራ ስለዝወጹ ንደቆም እውን ካብዚ ከውጽዎም ስለ ዝደልዩ እዮም። ሓደ ሓደ ሰባት ብዛዕባ ገንዘብ ክለዓል ከሎ ንምንታይ ብዛዕባ ገንዘብ ንዛረብ? ብዛዕባ ገንዘብ ምፍላጥ እንታይ ይረብሕ? እቲ ዘድሊ ሰሪሕካ ገንዘብ ምምጻእ እዩ ክብሉ ይኽእሉ እዮም። ግን ድሕሪ ግዜ ሓደ ሓደ ናይ ፋይናንስ ፍልጠት ዝሓዘ መጻሕፍቲ ከንብቡ ምስ ጀመሩ ኣሃ ርኢኻ ክሳብ ሕጂ ኣብ ጌጋ ኣራዳድኣ እየ ነይረ ይብሉ። ሓድሽ ምስጢር ይፈልጡ፣ ሓድሽ ነገር ድማ ይርእዩ። ኣብ ባሕሪ ኮይንካ ብመርከብ ዳተጓዓዝካ እታ መርከብ ምስ ትጥሕል እሞ ከኣ ሓምቢስካ ዘይትኽእል ተኮይንካ ክትመውት ኢኻ። ኣብ ዓለም ዝደለኻ ፍልጠት ይሃልኻ ምሕምባስ ብዘይምክኣልካ ጥራሕ ኣብቲ ባሕሪ፣ ጥሒልካ ክትተርፍ ኢኻ። ኣብዛ ዘለናያ ዓለም ባሕሪ ክትሕምብስ ተኾይንካ ብዛዕባ ገንዘብ ርድኢት ምስ ዝህልወካ ጥራሕ እዩ ብዙሕ ነገር ክትፈልጥ ትኽእል ኢኻ። ብዛዕባ ገንዘብ ግን ምፍላጥ ኣለካ። እንታይ ዓይነት ፍልጠት እዩ ዘድልዮ፣ እንታይ ዓይነት ስትራቴጂ፣ እንታይ ዓይነት ኣረኣእያ ዝብሉ ብዝተኻእሉና ዓቕሚ ብቕልል ዝበለ ክንርኢ ኢና። ምሳይ ጽንሑ ኢኹም። ካብቶም ቀዳማይ ኢድ ዝተሞከሩ ብተግባር ኣብ ሂወቶም ዝተራእየ ሚልዮነራት ዝጸሓፍዎ መጻሕፍቲ ዝገበርዎ ኢንተርቪዋት ዳጠቐስና ኣዝዩ ጠቓሚ ሓሳባት ክንርኢ ኢና ብመጀመርያ ኣብ ገንዘብ ጉዳይ መስተውዓሊ ዝገብረካ እቲ ዘለኻዮ ኩነታት ምፍላጥ ኣብ ከመይ ዓይነት ናይ ገንዘብ ኩነታት ኣለኻ ክንደይ ዝኣክል ገንዘብ ኣለካ ኣብ ዕዳዲኻ ዘለኻ ናይ ወርሒ ኣታዊኻ ክንደይ እዩ ነጋዳይ ተኾይንካ ድማ ኩሉ ወጻኢታትካ ሸፊንካ ክንደይ ዝኸውን ጽሩይ ኣታዊ ኣለካ ርኢኻ እቲ ዘለኻዮ ኩነታት ምስ ትፈልጥ ኣብ ዝኾነ ቦታ ክበጽሕ ኢልካ ምስ ትውጥን ከማን የጥዕመልካ እዩ ምኽንያቱ መበገሲ ኣለካ ካብ ዝተስየ ኣብዚ ክበጽሕ እየ ኢኻ ትብል ሓደ ሓደ ሰባት ናይ ሂወቶም ማርሻ ዝቕይሩ ከበድቲ ግዜ ምስ ዝመጾም ጥራሕ እዩ ብጣዕሚ ዘፍቅሮም ሰባት ምስ ዝሓሙ ክሕግዙ ብዘይ ምኽኣሎም ለካ ገንዘበይ እንዳ ዘረኹ እየ ነይረ ብጊዘይን ጉልበተይን እየ እባ ዝጻወት ነይረ ይብሉ ካብቶም ብጾቶም ዝተሓቱ ኮይኖም ነብሶም ምስ ዝረኽብዋ ኣነ ግን ኣበይ ነይረ ይብሉ እንታይ እየ ዝገብር ነይረ እዚ ኩሉ ጊዜ ይብሉ ከምዚ ዓይነት ሕቶ ዝሓቱ ከበድቲ ጊዜ ምስ ዝመጹ ጥራሕ እዮም ንስኻ ግን እዚ ጊዜ እዚ ክሳብ ዝመጽእ ኣይትጸበ ኢኻ ሕጂ ንቓሕ። ዘለኻዮ ቦታ ፍለጥ እንታይ እንዳ ሰራሕካ ኢኻ ኣብ ሕልሚ ምንባር ደው ኣብል ቀደም እኮ ከምዚ ነይረ ኣብ ጥዑም ግዜ በሊዕና ሰቲና ቀደም እኮ በጊዕ ብክልተ ቅርሺ ገዚእና ቆርቦት ብሓሙሽተ ቅርሺ ንሸጦ ነይርና ምስቶም ከምዚ እንዳበሉ ዝዕሉኻ ሰባት ኣይትውዓል ኣብ ቀደም ምንባር ደው ኣብል ፓኒክ ዘዕልሉ ሰባት ኣይትቕረቦም ተስፋ ዘቑርጽ ዝዛረቡ ካብ ተስፋ ዘይብሎም ሰባት ርሓቕ። እቲ ዝሓለፈ ግዜ ሓሊፉ'ዩ ኣይምለስን'ዩ። ኣብኡ ምንባር ኣየድልየካን። ኩነታት ክትቅይር ኣይትኽእል። ናብራ ሕሱር ዝነበረሉ ግዜ ክትመልሶ ኣይትኽእልን ኢኻ። ገሊኦም ከምዚ ይብሉ፣ ገንዘብ ነይሩኒ፣ ኣለቂሐ ክሒዶሙኒ፣ ኣብ ንግዲ ኣትየ ከሲረ ክብሉ ይኽእሉ'ዮም። ንሱ ኩሉ ረስዓዮ። ሓቂ ነጻ ከውጸካ'ዩ። ዘለኻዮ ግዜ ተቐበሎ። ሕጂ ክንደይ ኣለካ? ኣብ ዕዳ ተለኻ ድማ ዕዳኻ ክንደይ እዩ? ሕጂ ክንደይ ኣታዊኻ? ነዚ ፍለጥ። ከምዚ ምስ ትፈልጥ ብቐሊሉ ናይ ገንዘብ ለውጢ ክተርኢ ኢኻ። ናይ ገንዘብ ፕላን ኣዳሉ። እቲ ዘለኻዮ ናይ ፋይናንስ ጉዳይ ተተቐቢልካዮ፣ ሕጂ ናበይ ክትበጽሕ ከም ዘለካ፣ ብቑጠባ ናበየናይ ገጽካ ከም እትኸይድ ምሕሳብን መደብ ምውጻእን ጀምር። እቲ ተውጽኦ መደብ ግን ኣብ ወረቐት ክሰፍር ኣለዎ። ብዙሕ ግዜ ከምዚ ክኸውን ይደሊ'የ፣ ኣብ ከምዚ ደረጃ ክበጽሕ እደሊ'የ ንብል ኢና። ግን ክንድዚ ገንዘብ ክእቱ ኣለኒ፣ ክንድዚ ዝኸውን ድማ ከነቐምጥ ኣይንብልን። ኣብ ወርሒ ክንደይ ዝኸውን ኣታዊ ኢኻ ክተእቱ ትደሊ? ክንደይ ዝኸውን ተቐማጢ ገንዘብ ክህልወካ ትደሊ? ርኢኻ እቲ ክትበጽሖ እደለኻ መደብ ክተውጸሉ ኣለካ። ናይ ገንዘብ ነጻነት ዝህልወካ መዓስ እዩ ናይ ገንዘብ ነፃነት ማለት? ንስኻ ዘቐመጥካዮ ገንዘብ ስራሕ ኣይትስራሕ ዘንብረካ ወይ ከዓ ዘይትጭነቐሉ ኩነታት ምፍጣር ማለት እዩ። ፅቡቕ ገይርካ ስለ ዘቐመጥካ ኣብ ዝኾነ ግዜ ብዘይ ፀገም ትነብር ማለት እዩ። መዓስ ኢኻ ኣብዚ ደረጃ ትበፅሕ? ድሕሪ ዓሰርተ ዓመት? ድሕሪ ዕስራ ዓመት? ካብ ሕጂ ጀሚርካ ሕሰብ። ከምቲ ንምዝንጋዕ መደብ ተውፅእ ንምንባር ድማ መደብ ከነውፅእ ግበኣና እዩ። ናይ ነዊሕ ግዜ መደብ ኣውፅእ። ንሓጺር ኣይትሕሰብ ንነዊሕ ሕሰብ ናይ ሚእቲ ሜትሮ ጎያያይ ትኹን ናይ ሓጺር ሜትሮ ጎያያይ ቀልጢፉ ላሕሊሑ የቋርጽ ናይ ገንዘብ ማራቶኒስት ምዃን ኣለካ ናይ ነዊሕ ርሕቀት ምሕሳብ ኣለካ ንነዊሕ ግዜ ብዙሕ ከቐምጥ'የ በል በቋራጭ ክእክብ'የ ኣይትበል ኣብዛ ዘለናያ ምድሪ ካብ ዝድነቑ ኣውፈርቲ ናይ በዓል ዋርን ፓፌት መጽሓፍ ኣንብቡ። ህይወተይ ተቐይሩ ዝብሉ ብዙሓት እዮም። ካብዚኦም ሓደ ህይወተይ ተቐይረ ዝብል ደራሲ The Intelligent Investor ዝብል መጽሓፍ ዝጸሓፈ ቤንጃሚክ ግርሃም ኣብዚ መጽሓፍ እዚ ብዙሓት ሓሳባት ኣለዉ ግን ሰለስተ ነጥብታት ጸቒጡ ኣልዒሉ ኣሎ ሓደ ዝተጋነነ መኽሰብ ኣይትድለ። ናይ ነዊሕ ግዜ ዕላማ ይሃልኻ። ካልኣይ፣ እቲ ዘሎ ዕዳጋ ኣይትእመኖ። ተለዋዋጢ ምዃኑ እመን። ንሱ ክጋላበጥ እንከሎ፣ ንስኻ ምስኡ ምግልባጥ ኣይድልየካን እዩ። ናትካ ናይ ገዛእ ርእስኻ መትከል ክህልወካ ኣለዎ ይብል። ሳልሳይ ድማ፣ ናይ ገዛእ ርእስኻ ናይ ገንዘብ ሕጊ የድልየካ እዩ ይብል። ብኻልእ ዘይትዝወረሉ፣ ኣብቲ ዘውጻኻዮ መደብ ትጸንዓሉ፣ ናይ ገዛእ ርእስኻ ናይ ገንዘብ ሕጊ የድልየካ ይብለና እዚ ኩሉ ትገብሮ ግን ናይ ገንዘብ መደብ ተለካ እዩ ናይ ሓጺር ግዜ መደብ ናይ ነዊሕ ግዜ መደብ እንዳበልካ ኣቀምጦም ኣብ ገንዘብ ጉዳይ ብጣዕሚ መስተውዓሊ ዕውት ዝገብረካ ካባካ ዝሓሸ ሰብ ምስማዕ እዩ ሓደ ሓደ ግዜ ምውሳን ትሽገረሉ ኩነታት ኣሎ እቲ ገንዘብ ኣብ ኢድካ ኣሎ እንታይ ተሰራሕኩ፣ ኣብ ከመይ ዓይነት ቢዝነስ ተዋፈርኩ እንዳበልካ ንምውሳን ትሽገረሉ ኣጋጣሚታት ኣሎ። ኣብ ከምዚ ዓይነት ኩነታት ካባኻ ብሓሙሽተ ወይ ብዓሰርተ ዕጽፊ ዝሓሸ ሰብ ከተማኽር ኣለካ። ብገንዘብ ጉዳይ ካባኻ ብዓሰርተ ወይ ብዒስራ ዕጽፊ ተቐማጢ ገንዘብ ዘለዎ ሰብ፣ ኣብ ዓቢ ደረጃ ዝበጽሐ ሰብ ከተማኽር ግብኣካ። ንምንታይ እንተኢልና እዚ ሕጂ ንስኻ ዘለኻዮ ግዜ፣ ሓሊፉ ወይ ኣብ ሓደ ግዜ ኣጋጢምዎ ነይሩ እዩ። ስለዚ ከምዚኦም ዓይነት ሰባት ኣማኽር። መብዛሕትኡ ሰብ ግን ንየዕሩኽቱ፣ ቤተሰቡ የማኽር እሞ ንዕኦም ሰሚዑ ምስቲ ዘለዎ ድሌት ወይ ስምዒት ተወሲኹ ናብ ውሳነ ይኣቱ። ሽዑ ጸኒሑ እዩ ዝመሃር ወይ ከኣ ምስ ከሰረ እዩ ዘስተውዕል። እዋይ ከምዚ ገይረ ይብል። ስለዚ ካባኻ ዝሓይሽ ሰብ ምስማዕ የድልየካ። ብፍላይ ኣብ ከበድቲ ውሳኔታት ምስ ትበጽሕ፣ ልምዲ ዘለዎም፣ ጥበብ ዘለዎም፣ ተመክሮ ዘለዎም፣ ናይ ገንዘብ ብስለት ዘለዎም ሰብ ኣማኽር። ኩሉ ግዜ ከም ንብሎ ቻይናውያን እንታይ ይብሉ መሲልኩም? እቲ መንገዲ ክትፈልጦ ተደሊኻ ካብቲ መንገዲ ዝምለሱ ዘለዉ ሰባት ሕተቶም ይብሉ። ካባኻ ዝሓይሽ ሰብ ስማዕ። ካባኻ ዝሓይሽ ሰብ ሕተት። ተመክሮ ዘለዎ ሰብ ርኸብ። ብስምዒት ዘማኽሩኻ የዕሩኽትኻ ኣይትምረጽ። ራብዓይ ከኣ ናይ ገንዘብ ኩነታትካ ብጣዕሚ ብፍሉይ ዝቕይሮ ነተን ተረፍ ገንዘብካ ኣብ ዝኾነ ኣዋፍረን። ኣብ ባንክ ወይ ከኣ ኣብ ሪል ስቴት ወርሓዊ ሚእቲ ወይ ክልተ ሚእቲ ብዲሲፕሊን ብቐጻሊ ከየቋረጽካ ክሳብ እቲ ደሊኻዮ ዘለኻ ቁጽሪ ናብኡ ልኣኮ። ኣብታ ማኒ ማስተር ጌም ትብል መጽሓፍ ከምዚ ኢሉ ኣሎ ገንዘብ ማለት ጸወታ እዩ። ንምስዓር እንተዘይሃቀንካ ብተዘዋዋሪ ንኽትሰዓር እናመደብካ ኢኻ ይብለና። ልክዕ ከምቲ ምስ ሓደ ፑዝል ጌም ትጻወቶ፣ ክትስዕር ትጽዕሮ፣ ምስ ገንዘብ ድማ ከምዚ ዓይነት ጸወታ የድልየካ። ዋረን ባፌት ንዓይ ገንዘብ ምቕማጥ ጌም እዩ ይብል። ገንዘብካ ንምንታይ ዘይትህብ እንተ ኢሎሙኒ ብጣዕሚ እየ ዝሓርቕ ይብል። ኣብቲ ጸወታ ተሰዓር ዝብሉኒ ዘለዉ ኮይኑ ይስመዓኒ። እቲ ጸወታ እኮ ምንባብ፣ ምስዓር፣ ገንዘብ ምቕማጥ፣ ናይ ገንዘብ ፍልጠት ምዕባይ ዝሓትት እዩ። እዚ ድማ ንኹሉ ሰብ ክፉት እዩ። ኩሉ ሰብ ማዕረ እዩ ዝብል። ስለዚ ገንዘብካ ኣዋፍር፣ ናይ ገንዘብ ጸወታ ከኣ ጀምር። ሓምሻይ፣ ኣብ ገንዘብ ጉዳይ መስተውዓል ዝገብረካ ናይ ገንዘብ ፍልጠትካ ምዕባይ እዩ። ሓደ ሰብ ኢንጂነር ንምዃን ተደልዩ እንታይ ክገብር ኣለዎ ተይልኩም ኢንጂነር ይመሃር ወይ ከኣ ኢንጂነር የጽንዕ ኢኹም ትብሉ ምሽ? ነርስ ንምዃን እንታይ ክገብር ኣለዎ ተይልኩም ድማ ነርሲንግ ክመሃር ኣለዎ ኢኹም ትብሉ። ናይ ገንዘብ ነጻነት ክህልዎ ሓደ ሰብ እንታይ ክገብር ኣለዎ እንተይልኩም ድማ ብዛዕባ ገንዘብ ክፈልጥ፣ ብዛዕባ ገንዘብ ከንብብን ክመሃርን እዩ ዘለዎ። ስለዚ ኩሉ ግዜ ኣብቲ ዘለናዮ ደረጃ ደው ክንብል የብልናን ብፍልጠት ክንዓቢ ኣለና ናይ መብዛሕትና ሽግር ገንዘብ ከመይ ጌርና ነምጽኦ ኣይኮነን እንታይ ደኣ ከነባዝሖ ዘይምኽኣል እዩ እዚ እቲ ዝዓበየ ጸገም እዩ ነዚ ድማ ፍልጠት ይሓትት እዩ ገንዘብ ማለት ተዋጋኣይ ሰራዊት ማለት እዩ። ከም ንፈልጦ ተዋጋኣይ ሰራዊት ናብ ኩናት ክኸይድ ከሎ ጸላእቱ ማሪኹ ከምጽእ ኣለዎ ምሽ? ክማረኽ የብሉን። ገንዘብ ድማ ልክዕ ከምዚ እዩ። ገንዘብካ ተዋፊሩ፣ ተራቢሑ፣ ዕጽፊ ኮይኑ ክምለስ ኣለዎ። እዚ ድማ ብቐሊሉ ዝስራሕ ኣይኮነን። ስትራቴጂ የድልዮ፣ ፍልጠት የድልዮ፣ ብጣዕሚ ምስትውዓል ዘድልዮ ጥበብ የድሊ። እዚ ድማ ብምንባብ እዩ። ብዘይ ፍልጠት ዝግበር ወፍሪ ክኸውን የብሉን። ዓሻ ንኹሉ ዝኸውን መልሲ ኣለዎ። ለባም ግን ካብ ሰብ መሃር። ብገንዘብ ብንግዲ ኣብ ዓቢ ደረጃ ዝበጽሑ ሰባት ስማዕ። ናታቶም መጻሕፍቲ ኣንብብ። መስተውዓሊ ክገብረካ እዩ። ብዙሕ ግዜ ዋጋ እንኸፍሎ ነቶም ንጊዚኡ ሓጎስ ዝህቡና ነገራት ኢና። ንኣብነት እትፈትዋ ተኸታታሊ ፊልም ንምርኣይ ሓደ ሓደ ናይ ግዜ ዋጋ ትኸፍል ኢኻ። ኣብ ባንክ ኣካውንትኻ ግን ዝተወሰኸ ገንዘብ የለን። ርኢኹም ብዛዕባ ፋይናንስ ምንባብ፣ ምኽርታት ምስማዕ ከየዘናግዓካ ከየስሕቐካ ይኽእል እዩ። ወይ'ውን ልብኻ ኣንጠልጢሉ ከም እትውድኦ ኣይገብረካን እዩ፣ ግን በንጻሩ ህይወትካ ናብ ላዕሊ ደረጃ ክወስዳ ይኽእል። ርኢኻ? ነዚ እዩ ድማ እቲ ዝቐለለ እንተ ጌርካ ህይወት ክኸብደካ እዩ፣ ከቢድ ነገር እንተ ጌርካ ግን ህይወት ቀሊል ክኾነልካ እዩ። ከቢድ ንብሎ ድማ ብዛዕባ ፋይናንስ ዘለካ ፍልጠት ምዕባይ እዩ። ሻድሻይ ድማ ሕጊ ይሃልኻ ብድሕሪኡ ድማ ኣኽብሮ ይበሃል። ብገንዘብ ልዕል ክብል እንተ ኾይኑ ሰብ ናይ ገንዘብ ሕጊ የድልዮ እዩ። ርኢኻ እትገብረሉ ሜላ ወይ ከኣ ስርዓት ክህልወካ ኣለዎ። ክንደይ ዝኣክል ገንዘብ ኢኻ ተቕምጥ? ካብቲ ትእትዎ ማለት እዩ። ዓሰርተ ፐርሰንት? ዕስራ ፐርሰንት? ነቲ ዘውጻኻዮ ሕጊ ከተኽብር ኣለካ። ሕግኻ ምስ ኣውጻኻዮ ዋላ መሬት ይገምጠል ካብቲ ሕግኻ ኣይትውጻእ። እቲ ዝመደብካዮ ፐርሰንት ከተቐምጦ ኣለካ። እቲ ኣብ መንጎ ሃፍታምን ድኻን ዘሎ ፍልልይ እቲ ሓደ ሕጊ ኣለዎ እቲ ሓደ ግን ሕጊ የብሉን ይበሃል። ሃብታማት ገንዘብ ምስ ረኸቡ መጀመርታ እቲ ዘቐምጥዎ ወይ ከኣ ዘዋፍርዎ እዮም ዘርሕቕዎም። ሽዑ እቲ ዝተረፎም ኣብ ዘድልዮም ነገራት የጥፍእዎ። ድኻታት ድማ መጀመርያ ዝረኸብዎ ገንዘብ የጥፍእዎ ሽዑ ዝተረፎም የቐምጡ ይበሃል። እቲ ፍልልይ ርኢኹም? ኣካይድኦን ናይ ምምሕዳር ሕጊ ምስ ዝህልወካ እዩ። ስለዚ ማዕረ ክንደይ መጠን ገንዘብ ትእቱ ኣገዳሲ ኣይኮነን። ብዙሕ የእቱ ውሑድ ሕጊ ምውጻእ እዩ። ሓንቲ ሃገር ሕገ መንግስቲ ከተውጽእ ዓሰርተ ሚልዮን ህዝቢ ይሃልዋ ሚእቲ ሚልዮን ህዝቢ ይሃልዋ ዘምጽኦ ለውጢ የለን። ስለዚ ዘይቅየር ናይ ገንዘብ ሕጊ ይሃልኻ። ሻብዓይ ከኣ ዘድልየካን ትደልዮን ፍለይ ይበሃል። ሓደ ሓደ ሰባት ካብ ምሉእ ሰውነትካ ብጣዕሚ ዘድልየካ ኣካል እንታይ እዩ ምስ ዝበሃሉ ዓይኒ፣ እዝኒ፣ ኢድ ክብሉ ይኽእሉ እዮም። ርኢኻ ግን ብዘይ ዓይኒ ክትነብር ትኽእል ኢኻ፣ ብዘይ እግሪ ኢድ እውን ክትነብር ትኽእል ኢኻ። ብጣዕሚ ዘድልየና ግን ዘይትጽውዖም ናይ ሰብነትና ክፍሊ እዮም። ንኣብነት ጸላም ከብዲ ተዘይብልካ ኣይትነብርን ምሽ? ግና መብዛሕትና ነዛ ኣገዳሲት ክፍሊ ኣካል ኣይንዝክራን ኢና። ኣብ ገንዘብ ነገር ድማ ንስኻ እትደልዮም ነገራት ክህልዉ ይኽእሉ እዮም። ንስኻ እትደልዮ ክቡር ዘመናዊ ተሌፎን ክኸውን ይኽእል እዩ። ወይ ድማ ማርክ ዘለዎ ክቡር ክዳውንቲ ምኽዳን ትደሊ ኢኻ። ግን ኣየድልየካን እዩ። ኩሉ ትደልዮ ነገር የድልየካ ማለት ኣይኮነን ሪኢኹም ኣብ ገንዘብ ጉዳይ ካብ ስምዒት ወጻኢ ምዃን ኣለካ ምኽንያታዊ ምዃን ኣለካ ግዜ ምስ ዝኸይድ ዓመታት ምስ ሓለፈ ኣብ ዋጋኦም ዝቕንሱ ነገራት ገንዘብካ ኣይተጥፍእ ሎሚ ዝገዛእካዮ ነገር ዝመጽእ ዓመት ዋጋ ናቱ ዝቕንስ ተኾይኑ ንምንታይ ትዕድጎ ሓደ ሓደ ሰባት ኣብቲ ኣዝዩ ወሳኒ ነገር ገንዘብ ምውጻእ ኣይፈትዉን እዮም ኣብ ኣድለይቲ ነገራት ንኣብነት፣ ንዝለዓለ ደረጃ ትምህርቲ ንምቕጻል ወይ ኮርስ ንምውሳድ ገንዘብ ንምኽፋል ይፈርሑ። ኣብ ዘይጠቅም ነገር ገንዘቦም ዘጥፍእዎ ዘለዉ ኾይኑ ይስምዖም። ኣብ ሓደ ምሸት እንዳተዛናግዑ ዘጥፍእዎ ገንዘብ ግን ልዕሊኡ ክኸውን ይኽእል እዩ። ርኢኹም እዚ እቲ ፍልልይ። ትደልዮን ዘየድልየካን ምፍላይ ኣለኩም። ሻምናይን ናይ መጨረሽታን ከኣ ኣብ ናይ ገንዘብ ጉዳይ፣ ኣብ ላዕሊ ድዘርዘርናዮም ነገራት ኩሎም ተጀሚርናዮም፣ ኣይተቋርጽ ኣብ ዕላምኦም መታን ክበጽሑ ኣብ ተግባር እቶ። ርኢኹም ሓደ ሓደ ግዜ ዘባራትዓካ ነዳዲ ንምርካብ ምኽንያት የድሊ እዩ ዝጀመርካዮ ከይተቋርጽ ሰባት ምኽንያት ምስ ዝህልዎም መን ምዃኖም ምስ ዝርድኡ ንኽትሓስቦካ ዝኸብድ ነገራት ዘሳኽዑ ርኢኹም በይንኻ ኮፍ በል እሞ ከምዚ ኢልካ ሕተታ ንምንታይ'የ ክንድዚ ዝኣክል ወርሓዊ እቶት ክእቱ ደልየ? ንምንታይ'የ ኣብ ውሽጢ ዓመት ክንድዚ ዝኣክል ገንዘብ ክእቱ ዘለኒ በል'ሞ ንምንታይ ምኽንያት ምዃኑ ድማ ዝርዝሮ። ንቤተሰበይ ክረድእ፣ ንዝፈትዎም ክሕግዝ፣ እዚ እዚ ክገብር ስለ ዝደለኹ ዝተረጋግዐ ሕጉስ ህይወት መታን ክህልወኒ፣ ቤተክርስትያን ወይ ከኣ መስጊድ ክሃንጽ፣ ንዝተጎድኡ ክረድእ፣ ብጣዕሚ ብዙሕ ምኽንያታት ክትጠቅስ ትኽእል። እንታይ'ዩ እቲ ናትካ ምኽንያት፣ እዚ ክትበጽሖ ደሊኻ ዘለኻ ምኽንያት መሊሱ እዩ ዘተባብዓካ። ንኽትቅየርን ኣብቲ ዝደለኻዮ ከየቋረጽካ ክትበጽሕ ምኽንያት ይኾነካ። ሰባት ዕላማ ወይ ከኣ ምኽንያት ምስ ዝህልዎም ብዙሕ ነገር እዮም ዝቕይሩ። ብቑዕ ምኽንያት ወይ ከኣ ዕላማ ምስ ዝህልወካ ምሉእ ሓይልኻ ኢኻ ትጥቀመሉ። ክሳብ ሎሚ ሓሲብካዮም ዘይትፈልጥ ሓሳባት ብልጭ ይብሉኻ። ከምዚ ተገይሩ እኮ ገንዘበይ ብዕጽፊ እዩ ዝዓቢ። ከምዚ ተተማሂረ፣ ከምዚ ተሰሪሐ፣ ኣብ ውሽጥኻ ዕላማ ምስ ዝህልወካ፣ ሓደ ሓደ ግዜ እኳ እዚ የድልየኒ እዩ ኢልካ ንገዛእ ርእስኻ ምስ ተጨንቖ፣ ብዙሕ ዘገርሙ ሓሳባት ናብ ኣእምሮኻ ክመጹ ይጅምሩ። ንምንታይ እንተኢልካ፣ የእምሮኻ ኣብ ኤርጀንት ኣትዩ ኣሎ ማለት እዩ። እዚ የድልየኒ እዩ ዝብል ናይ ታህዋኽ ድምጺ እንተሃልዩካ፣ ብዙሕ ነገር ኢኻ ትቕይር። ዕላማ ብጣዕሚ ወሳኒ እዩ። ካብዞም ኣብ ላዕሊ ዝጠቐስናዮም ዝኾነ ናይ ገንዘብ ጉዳይ ተተግቢርካ ብዙሕ ነገር ኢኻ ትቅይር። ፍቱዋት ካብዞም ዝዘርዘርክዎም ናይ ገንዘብ ምኽርታት ብገንዘብ መስተውዓሊ ዝገብረካን መፍትሕታትን ምስ ትሰምዑ ኣየናይ ምመረጽኩም? ኣየናይ ነጥቢ ፈቲኽሞ? ኣብ ህይወት ገለ ለውጢ የምጽእ'ዩ ዝበልኩሞ ካብዞም ዝጠቐስናዮም ነጥብታት ኣየናይ ምዃኑ ኮመንት ግበሩለይ ከንብቦ እየ። ክሳብ መወዳእታ ምሳይ ስለ ዝጸናሕኩም ብትዕግስቲ ስለ ተኻታተልኩምኒ ብጣዕሚ እየ ዘመስግን። ሂወትኩም ብንቕሓት ምርሕዋ ኢኹም።